ኣርእስተ ዜና ኣብ ቀረባ ዝተኻየደ ጉባኤ ማሕበር ልምዓት ትግራይ ከይዲ መረፃ ግልፅነት ዝጎደሎን ሕንፍሽፍሽ ዝበዝሖን ብምንባሩ መሊሱ ክካየድ ጻውዒት ቐሪቡ። ፈተናታትን ዕንቅፋታትን ትግራይ ንክእለ ቀንዲ ጸገም ኮይኑ ዘሎ ካብ ቃል ንላዕሊ ናብ ዝኾነ ተግባር ዘሳገር መስርሕ ሕውየት ዘይምህላው ምዃኑ ተሓቢሩ። መንግስቲ ኢትዮጵያ ናብ ዓዲ ከይኣቱ ክልከላ ገይሩሎም ዝነበሩ ጳጳሳት ናብ ዓዲ ክኣትውን ኣብ መጻኢ ኣብ ዝካየድ ናይ ሲኖዶስ ጉባኤ ክሳተፉ ምፍቓዱ ኣብ ፖለቲካ ትግራይ መዘራረቢ ኮይኑ ኣሎ። ሰላም ጥዕና ይሃበለይ እዚ ቲቢኤስ ቴሌቪዥን እዩ ዜና ዝዕለት ጀሚርና ኣለና ንክትከታተሉና ብክብሪ ንዕድም ሓቢረኩም ዝፀንሕ በላይ ኢሳያስ ንህላወ ትግራይን ህዝቢ ትግራይን ክብሉ ኣካሎሙ ዝጎደሉ ሓርበኛታት መለዮም ንክሓውዩ ሰፊሕ ረብርብ ከም ዘድሊ ተሓቢሩ እዚ ዝሓበሩ ብትካል ገባሪ ሰናይ መድሕንን መዕቖብን ንጉዳኣት ኣካል ኩናት፣ ረደብሊው፣ ኣተሓባባራይነት ንጉዳኣት ኣካል ተጋደልቲ ትግራይ ተሽከርከርቲ ብሓገዝ ኣብ ዘበርከትሉ እዋን ዘዘራረብናዮም ኣካል ጉዳኣት ወገናት እዮም። ኣብ ውሽጢ ዓድን ወፃእን ካብ ዝርከቡ ገበርቲ ሰናይ፣ ፈተውቲ ዓደሙን ወገናትን ዝመፅእ ሓገዝ ኤሌክትሪክ ሞተራት ሕዚ ንራብዓይ ግዘ ዝወሃብ ዘሎ ኮይኑ እቲ ተግባር ዝምስገን እዩ ኢሎም። ሮድ ደብሊው ኣብ ሕውየትን ሕክምናዊ ደገፍን ሓርበኛታት ትግራይ ዝሰርሕ ሃገር በቆል ገባር ሰናይ ትካል እዩ።
ያው ብጣዕሚ ደ- ዓብዪ ደስታ እዩ ተሰሚዑኒ ሎማዓንቲ ያው ብውሽጢ ዓዲ ኮይኑ ብደገ ዘሎ ኩሉ ትግራዋይ እ፣ ነዞም ብፆት ከማይ ዝበሉ ንዓብዪ የካቲትን እዚ ደረጃ እዚ ክንበፅሕ ዝገበሩና ብጣዕሚ ቴንኪ እዩ ክብል ደሊ ብጣዕሚ ማለት እዩ እና ብጣዕሚ እየ ዘምስግን ያው ኣጋጣሚ ኮይኑ ኣን ደረጃ ሓደ ጉድየ መለስ ኣካዳሚ ማእኸል ሕክምና ሕውየት እየ ዝግነ ስለዚህ ተምሃራይ እውን ምስቲ ምዃኒ ናይ ማስተርስ ፕሮግራም ተምሃሪ እየ ናይ ኤምቢኤ ስለዚህ እዚ ዕድል እዚ የጋጢሙኒ ዘሎ ከዓ ዓብዪ ወርቃዊ ዕድል እዩ ትምህርተይ ንክውድእ ተመሪቐ ያው ዝሓሸ ደረጃ ንክበፅሕ ከዓ በዚ ኣጋጣሚ እዚ መልእኽቲ ክሕልፍ ይደሊ Thank you ክብል ይደሊ ብድጋሜ ያው ኩሉ ትግራዋይ ኢደ ኢድካ ኢሉ ነዚ ብዙሕ ላዕሊ ታሕቲ ኢሉ ሂወት ዝኸፈለ ከማና ዝረካ ኣካል ዝኸፈለ ኩሉ ትግራዋይ ክሕግዞ ዝግባእ ናተይ ናትካን ተባሂሉ ካብ በደቀሲኦም ክወፅኦም ንፋስ ኣየር ንኸግንዩ ሕክምና እውን ንኸግንዩ ኩሉ ትግራዋይ ሞተር ሳይክል ገዚኡ ደገ ንክወፅ ነዞም ብፀትና እዚኦም ሓገዝ ሞራልን ሓገዝ ንክገበብረሎም እዩ በዚ ኣጋጣሚ እዚ መልእኽቲ ክሕልፍ ደሊ ስለዚ ቴንክ ዩ የቐንየለይ
ያው ደስ ኢሉና እዩ ብጣዕሚ ደስ ኢሉና ያው ከምቲ ዝተጸበናዮ ጽቡቕ በቃ በጺሕና ደስ ኢሉና ኣሎ ከላ ካማና ለይወጽሕም እኒኦ ልክወጽሕም በቃ ዓብዪ ተስፋ ኣለና እና ደስ ኢሉና እዩ ክብለኪ ደሊ ያው ክሕልፎ ልኽእል በቃ ያው ኣጆኹም ኩለና ከምዚ በፂሑና እዩ ክበፅሐኩም ምዃኑ ኣንደርስታንድ ገይርኹም ተረዲእኹም ፀንሑ ይግባእ ማለተይ ፅቡቕ ኣለና እቲ ኣካይደስ ፅቡቕ እዩ ኣሎ ክበፅሐኩም እዩ ገለ ክብሎም ይደሊ የቐኒልና ዝገበርኩምና ፅቡቕ ነገር ክብረት ይሃበልና የቀንየልና ክብል ይፈቱ። ዋእ ኣነ ብጣዕሚ ደስ ኢሉኒ እና እዞም ከማይ ልወሉ ብዙሓት ብጾት እና ኣዕርክተይ እኔው ለይረከቡ ለኣቶም ክረኩ ያው ኩሎም ከምዙ ተሓባቢሮም መነሕና ክንረክብ ገይሮምና እኔው ኩሎም ያው ለቀጻሊ እውን ክቅጽልሉ ይላቦ ካብኡ እዞም ዘይረከቡ እኔው ኣሓትና እዞም ብጾትና ልክረኩቡ ያው ብዚ መገዲ እዚ ተላቤሎ ብጣዕሚ ኢና ነመስግን እቱም ኩልኹም ተሓባቢርኩም ልዚ ዕድል እዚ ክንረክብ ልገበርኩምና ያው ብጣዕሚ ኢና ነመስግን። ኣብ ቀረባ ዝተኻየደ ጉባኤ ማሕበር ልምዓት ትግራይን ዝነበረ መረፃን ኣመልኪቱ ኣብ ዘውፅኦ መግለፂ እቲ ጉባኤ ከይዲ መረፃን ግልፅነት ዝጎደሎን ሕንፍሽፍሽ ዝበዝሖን ብምንባሩ መሊሱ ክካየድ ፃውዒት ቐሪቡ። እዚ ዝጸውዐ ውዳበ ማሕበራት ተምሃሮ ነበር ኣልሙናይ ቃልሚኖን ኤማኣይትን እንትኸውን ማሕበር ልምዓት ነድሕን ክብሉ ድምጾም ኣስሚዖም። እዞም ተሳተፍቲ ጉባኤ ብሓባር ኣብ ዘውጽዎ መግለጺ ኣብ ልምዓት ትግራይ ዕዙዝ ኣበርክቶ እናገበረት ዝመጸት ማሕበር ልምዓት ትግራይ ኣብ ዓሰርተ ክልተ ሓፈሻዊ ጉባኤ ዓንቀፍቀፍ ከምዝገጠማ ገሊጾም። ኣብቲ ዝተኻየደ ጉባኤ ከካብ ወረድኡ ዝተወከሉ ኣባላት ማሕበር ልምዓት ትግራይ ዘይተሳተፍሉን ኣካላት ሓደ ወድብ ዝተፈለየ ቦታ ክረኽቡ ዝገበረን ብምንባሩ ብዕሊ ሕንፍሽፍሽ ተፈጢሩ ኢሉ። በዚ መሰረት እቲ ጉባኤ ተቓውሞ ከምዝገጠሞ ምስ ኣፍለጠ እዚ ፍልልይ ኣብ ሓድነት ተጋሩ ልዑል ስግኣት ከምዝፈጠረ እቲ መግለፂ ሓቢሩ። እቲ መግለፂ ከምዝበሎ። መትከል ሲቪል ማሕበረሰብ ዘይተኸለን ብሓዱሽ ኣዋጅ ካብ ዝተደንገገ ድንጋገ ወፃኢ ብዝኾነ መንገዲ ዝተኻየደን ከይዲ መረፃ ቀንዲ ፀገም እቲ ጉባኤ ምዃኑ ገሊፁ። ኣብቲ መግለፂ ተነሓናሕቲ ውድባት ትግራይ፣ መላእ ኣልሙናይን ገለ ኣባላት ስታፍ ማሕበር ልምዓት ትግራይን ከምኡ እውን ካብ ውዳበታት ሲቪክ ማሕበራት ትግራይ ተዓዘብቲ በዓል መዚ ቁፅፅር ስቪል ማሕበራትን ፌደራልን ዘይተቐበልዎ መረፃ ከምዝተኻየደ ድሕሪ ምግላፅ ምድጋም መበል ዓሰርተ ክልተ ጉባኤ ጠሊቡ። ብሕግን ስርዓትን መትከላትን ስቪል ማሕበራት መተሓዳደሪ ደንብ እቲ ማሕበር ዝተኸተለ ኹሉ ኣባል ማሕበር ልምዓት ትግራይ ዘሳተፈ ውክልናን ብዘለዎ ሓድነት ህዝቢ ትግራይ ብዘረጋግፅን ካብ ዝኾነ ፖለቲካዊ ውግንናን ናፃ ዝኾነ ህፁፅ ዳግማይ መረፃ ንክካየድ ኣልሙናይ ቃለሚኖን ኤምኣይትን ኣብ ዘውፅእዎ መግለፂ ዕላዊ ገይሮም። ፈተናታትን ዕንቅፋታትን ትግራይ ንክእለይ ቀንዲ ፀገም ኾይኑ ዘሎ ካብ ቃል ንላዕሊ ናብ ዝኾነ ተግባር ዘሳግር መስርሕ ሕውየት ዘይምህላው ከምዝኾነ ተሓቢሩ። እዚ ዝሓበረ መምህርን ተመራማራይን ዓውዲ ቁጠባ ሙዑዝ ሓዱሽ፣ ዋየርድ ፎረም ኣብ ዘዳለዎ ህንፀታዊ ጉዕዞ ትግራይ ናበይ ኣብ ዝብል መድረኽ እዩ። ትግራይ ድሕሪ ኲናት ኣትያቶ ዘላ ዘሰክፍ ናይ ቁጠባ ውድቐት መሰረቱ ድሕረት ፖለቲካ ከምዝኾነ እቲ ምሁር ሓቢሩ። ድሕሪ ፕሬዝደንታዊ ፃኒሒት ጌታቸው ረዳ ተዘሓሒሉ ዝፀንሐ መድረኻት ዘተ ኣብ ትግራይ ንፈለማ እዋን ዝተኻየደ ዋየርድ ፎረም ብርክት ዝበሉ ምሁራት ተረኺቦም ኣለዉ። ዝርዝር ኣለና። ትግራይ ብልፍንታዊያን ሓይልታት ስዒቡ ደቃ ሲኢና፣ ቁጠባኣ ደቂቑ፣ ስርዓተ መንግስታ ተመንጢሉ ኣብ ዘይጽቡቕ ኩነታት ይርከብ። እዚ ጸገም እዚ ክፍታሕ ትጽቢት ዝገብሮ ኣካል ኣብ ክንዲ ስርዓት ምህናጽ ኣብ ናይ ውልቃዊ ጸቢብ ፖለቲካ ኣጀንዳ ኣትዩ ትግራይን ተጋደልታን ብፍላይ ህዝቡ ድማ ብሓፈሻ ኣብ ሓደጋ ህዝቢ ትግራይ ንዘበናት ዝሃነጾ ስርዓት መንግስትነት ፈሪሱ ሕዚ ብሳልሳይ ወገን ንክውስን ኣብ ዝኸኣለሉ መድረኽ ተስፋሕዌት እዚ ህዝቢ ከም ሰባይን ርሒቑ ይርከብ። ዓንዲ ሕቆ ዝኾነ ቁጠባ ድማ ዕለታዊ ናብ መሃሙቕ ይኣት ኣሎ። እዚ ኩለመዳያዊ ውድቐትን መጻኢ ሳዕቤኑ ንክስተኻኸል ድማ ምዕሩይ ፖለቲካን ዝተመሓየሸ ኢኮኖሚ ምህናጽን የድሊ። ርእይቶ እቶም ሎሚ ዕለት ኣብዚ መድረኽ ዝተሳተፉ ኣካላት እዮም። ኣብቲ መድረኽ ጽሑፍ ዘቕረበ መምህር ስነ ቁጠባ ሙዑዝ ሓዱሽ፣ ትግራይ ድሕሪ ኲናት ዘላቶ ብርኪ የብርህ። ትግለፅ ተሎ ዓብዪ ኢምፕሊኬሽን ዘለዎ ሰው ስደት ኣሎ፣ ምፍንቓል ኣሎ። ኣብ ልዕሊ እዚ ከዓ ናይቲ ሃገር ዋጋ ናህሪ እውን ልዑል እዩ። ኣብ ልዕሊ እዚ ከዓ ዲቫሉዌሽን እውን ከም ትፈልጦ ነቲ ዋጋ ናህሪ ኣቃፂልዎ ኣባዕይዎ እዩ። ሰው እዚኦም ብምልኦም ተደሚሮም ኣብ ትግራይ ዘሎ መናውሮ ከቢድ ይገብሮ ማለት እዩ። ሽንኳን ንናይ ትግራይ ስለ ናይ ኢትዮጵያ ህዝቢ እውን ትሕዚ ዘሎ መናውሮ ብጣዕሚ ከቢድ እዩ። ብጣዕሚ ከቢድ እዩ። ክትገልፆን ክትሰብሮን እውን ክትፅሕፎን እውን መሰከፊ እዩ ዝኾን ዘሎ ናይ ትግራይ ኢኮኖሚ ብኸምዚ ኢኻ ትገልፆ ብዙሕ ጠሊቕካ ከይኸድካ ብመንፅር ዓበይቲ መለካዕታት ግን ብደፈንኡ ብሃምኡ ትገልፆ ትኽእል ኢኻ ውድቀትን ድቀትን ቁጠባ ትግራይ ቀንዲ መበገሲኡ ኩናት ዝወለዶ ዕንወትን ነዚ ስዒቡ ዝመፀ ንሕንሕ መሪሕነት ፖለቲካን ከም ዝኾነ ምውዕዝ የብርህ። ሓደ ኢኮኖሚስት ብሱር ክዓብን ክልወጥን ክመሓየሽን እንተኾይኑ መሰረታዊ ነገርስ ፖለቲካል ስቴቢሊቲ እዩ። ሶ ምርግጋዕ ይደሊ እዩ ኢኮኖሚ ምክንያቱ ገንዘብ እንዲኻ ኢንቨስት ትገብር ዝኾነት ድንኳን ክትኸፍት ዝኾነ ሓድሽ ቢዝነስ ክትኸፍት ተኾይንካ ምክንያቱ ገንዘብ ከዓ ደምካ እዩ ደም ብኸንቶ ክተፍሶ እዩ ትደልን ኢኻ ሰው ውሕስ ዝኾነ ከባቢ ኢኻ ትደሊ መጀመርያ ውሕስና ኣለዎ ዶ እስካብ ፍርያቱ ከይደ ሸይጠ ለዊጠ መፅአ ኣትሪፈ እስካብ ዝርኢ እዚ ከባቢ ውሕስ ድዩ ሶ እቲ ሰኪሪቲ የድሊ ኣሎ ማለት እዩ ካብኡ ዝተረጋግዕ ክኾን እዮም ማንም ሰብ ዘይርብሸካ ማንም ሰብ ዘየቃፅለልካ ዘየወረልካ ዘየንገላትዐካ ክትኾን ክትኽእል ኢካ ከም ዜጋ ሶ ዝዩ ደሊ ኢኮኖሚ ሶ ስቴቢሊቲ ለድልዮ ዝዩ ማለት ካብኡ ናይቲ ሃገር ፖሊሲ ከዓ ግልፂ ዝኾነ ራእይ ሶ ዝኾነ ትካል ከፊትካስ ካበይ ላበ እዩ ዝዕበ ድሕር ዓብኻ ከ እንታይ ኢኻ ካባኻ ዝፅበየካ ንስኻ ካብቲ መንግስቲ ትረኽቦ ኣገልግሎት ቁልጭ ኣቢሉ ዘርኢ ፖሊሲ ሰርተይኒቲ ድማ ክህሉ ክኸውን እኒኦ እዚ ኣብ ዘይብሉ ብጣዕሚ ከቢድ እዩ እዚኦም ብምሉኦም ከዓ እቶም ሕዚ ዝነገርኩኻ ኣብ ፌደራል ይኹን ኣብ ክልል ይኹን ኣብ ትግራይ ሰለስቲኦም የለውን ሶስቴቢሊቲ የለይ ሰኪሪቲ የለይ ፕሪዲክቴቢሊቲ ሰርቴኒቲ ከዓ ኣለይ ራብዓይቱ ፕሪዲክቴቢሊቲ እዩ ግን እሱ ድሓና ንእሽተን ኮምፕሮማይዝ ትገብሮ ክትኽእሎ ትኽእል ትፃወሮ ትኽእል እዩ እሞ ናይ ትግራይና ኢኮኖሚክ ሬዚለንስ ራዕራዕ ኢሉ እዩ ትግራይና ብንቡር ንኽትምለስ ኣብ ፖለቲካዊ ትግራይ ዘሎ ሓላፍ ዘላፍ ክዕሪን ሃናፃይ መንገዲ ምኽታል ከምዘድሊ ሓቢሩ።
እዚ ማለት ከምዚ ዝበለ ዓሚቑን ጥሉቕን ዝኾነ ጉድኣት ሲ ንምንግጋር ንምልዋጥ ሲ ሓደ በር ይኸፍቱ እዮም ተባሂሉ ካብ ዝግመት እዚ ሓደ እዩ ማለት እዚ ኩነታት እዚ ላብ ዕድል ክንቕይሮ እኒኤና ኢልና እንተ ኣድቨርሲቲ እንተ ኦፖርቹኒቲ ዝበልክዎ ማለት እዩ ሶ ሓደ ካብ ዝቕይሩና እዚ ኩነታት ባዕሉ መፅኡ ኣሎ ሶ እዚ ኩነታት የግድደካ እዩ መእመና እዩ ኮንቪንሲንግ እዩ ጀስቲፋየብል እዩ ሶ ማንም ሰብስ ካብዚ ወፃኢ ከይደ ሳምዚ ይገብር እየ ክልውጥ እየ በይነ ኢሉ ዘይሳኸዐሉ ምዃኑ ከርእየካ ዝኽእል ኩነታት እዩ ተፈጢሩ ኣብ ትግራይ እሞ ሰብ ብምንግጋርን ብምርዳእን መማረፂ ዘላትና ንሳ እያ እታ ዲያሎግ እያ ካብኡ ካብ ዲያሎግ እንታይ ይመስለካ ሓደ ሕግን ሕግን ምኻድ በቃ ሕግን ሕግን ምኽባር እዩ ሶ ናብ ፓርቲ ሕጊ ናብ ፓርቲ ሕጊ ናብ ፓርቲ ሕጊ ገብር መንግስቲ ለመንግስቲ ናይ ባዕሉ ሕጊ ኣለዎ ሶ ሓደ ሓደ ግዜ ስኡ ኢልና ማለት ብለካ ሃይማኖታውያን እውን ምስቲ ምዃንና ሕዚ ኣነ ሕዚ ብዙሕ ይሰምዕ ነይረ ኣብቲ ኩነታት በቃ ብሽምግልናስ ብዕርቅስ ብድርድር ይበሃል እዩ ኖርማል እዩ ክበሃል ዘለዎ እዩ ኣብ ካልእ ዓዲ እውን ልግበር እዩ ካብዚ ወፃኢ እንድሕር ዘይኣዊካ ግን እንታይ ኢኻ ትገብር ስርዓት ኢኻ ሴት ትገብር ንኩሉ ሰብ ሓላፍ ዘላፍ ብዘይብሉ ብታ ስርዓት ክምራሕ ትገብሮ ትሓንቆ ሓሊፍዎ ትኮይኑ እቲ ስርዓት ፅቡቅ ከይድዎ ተኮይኑ ተመስግኖ ተበረታትዖ ስርዓት ይጥሕስ ለተኮይኑ ከዓ ህዝቢ ከኣኪብካ ኢኻ እትብሎ ማለት እዩ መዋፅኦ ትግራይ ይብል ሙዑዝ ሓዱሽ። So ናይ ሕዚ ዝረኣየኒ ኣብ ስርዓት ብስርዓት ኣይኸድናዮን ኢለ ይኣምን ኣነ እዚ ኣነ ኣነ ተዝኸውን ነይረ እቲ ዝኸድናዮ ኮንኩን ክፈትሖ ነይረ ማለት እዩ ሶ ህወሓት ተዝኸውን ነይሩ ለምሳሌ ናይ ህወሓት ኦኬ ሕገ ደንቢ ኣለዎ ኦኬ እታ ጉባኤ ብሕገ ደንቢ ተተኻይደ ኣይተኻይደት እዩ ቁልጭ ላባ ኣይርያ ሶ ነዚ ዝኸውን ነፃ ኣካላት ይቋቋሙ ይርእይዎ ፅቡቕ ሰሱ ኢሎም ካብቲ ፓርቲ ወፃኢ ዝኾኑ ካብቲ ካብቲ ክተወጣ ይኽእል እዩ ሕዚ ገለልተኛ ነፃ ዝብለካ ዘለኹ ማለት እዩ ሶ ይርያ ንሱ እቲ ሕገ ደንቢ እንታይ ትብል ሶሳ ዝተኸይለት ጉባኤ ንኣ ተማልእ ደይ ተማልእ እዩ ኣማልያ ተኮይና ኦኬ ዚስ ኢዝ ፋይን ሓደ ዝተገብረ ጉባኤ ኣሎ ኦኬ ዝበሃል እዮ ዘይማለት እንድሕር ኮይና ድማ እንደገና ንሳ ክትፈርስ እኒዋ ማለት እዩ እዚ ሓደ ሶ ብታሕገ ደንቢ ንፈትሕ ናይ ፓርቲ ጉዳይ እቲ ዝወፀ ኣካል ከዓ ረጊፅሉ ዝወፀ ወይ ከዓ ዝወፀ ኣካል ናይ ኣማን እቲ ዘይስሩዕ ስለ ዝኾነ እቲ ጉባኤ እንድሕር ኮይኑ ሞት እዚ ዘይሕጋዊ እንድሕር ኮይኑ ትኽክል እዩ እቲ ዝወፀ ማለት እዩ ብካሊእ ኣባሃላ ኣወፃፅእኡ ስርዓት ኣማሊኡ እናሃለወ እቲ ጉባኤ እንድሕር ንዑ ረጊፁ ወፂኡ ተኮይኑ ግን ልኡላዊ እታ ስርዓት ትማሎ ሰብ ንክልቲኦም እዩ ብከምዚ ይከኣል እዮም ይርኣኑ ተዝኮኑ ነይሩ ማለት እዚ ሓደ ሰብ መንጎ ፓርቲ ዝነበረ ጉዳይ በቃ ብዙ ክፍታሕ ነይርዎ እዩ ኣብ መንጎ መንግስቲ ዝነበረ ጉዳይ ከዓ መንግስቲ ዝተዋኦ ዕላማታት ነይረን ግልፂ እየን ሽዱሽተ ስራሕቲ ነይረ ካብዚን ወፃኢ ላብና ፓርቲ ከይድለ መንግስቲ ተመለሰ እግርካ ኢልካ ቀርሽምካ ትምልሶ ኣብ ፓርቲ ፓርቲ ከዓ ላብና መንግስቲ ኣትዩ ይኹን ዝቕነት ኮይኑ ከዓ ውፃኢ ስራሕካ እንትብሎ ስለኩሉ ስርዓት እዩ ዝገዝእ ስርዓት እንተሕሊልካስ ብሱሩ ክትስማማዕ ኣይትኽእልይ ጫፍ ለይብሉይ መወዳእታ ለይብሉይ። ኣብ ሓደጋ ህላወ ዘላ ትግራይ ድሕሪ ፕረዚደንት ታደሰ ወረደ ቁልፊ ማሕንቖታት ነፂራ ንፍታሕ እዞም ፀገማት ትፅበ ዘላ እኳ እንተኾነት ተስፋ ዝህቡ ምንቅስቓሳት ዘይረኣዩ ዘለዉ ብምዃኖም ግን ብዙሓት ብነቐፌታ ይርእይዎ ኣለዉ። ሕውየትን ህንፀትን ትግራይ ንክረጋገፅ ሃደሽደሽ ዝበለ ፖለቲካ ትግራይ ምዕራይ ቀዳምነት ክወሃቦ ይግባእ ተባሂሉ። እዚ ዝበለ ኣብ ዋዕላ ዋያርድ ፎረም ዝተረኸበ ሓላፊ ቢሮ መጓዓዝያን ትራንስፖርትን ታደለ መንግስቱ እንትኸውን ኣብ ትግራይ ቀንዲ ዕንቅፋት ሕውየት ትግራይ ዝኸውን ዘሎ ብዋናነት ፀገማት ትግራይ ንምእላይ ዘኽእል በሪ ፖለቲካ ዕፁብ ምዃኑ እዩ ኢሉ። ትግራይ ንፀገማታ ፍታሕ ዘምፅኡ ደቃ ክትሓቁፍ ከምዝግባእ ታደለ መንግስቱ ሓቢሩ። ተወሳኺ ኣለና።
ትሕውየት ናይ ትግራይ መሰረቱ ኣፍቲ ፖለቲካ እዩ። ትግራይ ክትሓዊ ተኾይና ኢኮኖሚያዊ ሕውየት ክመፅእ ተኾይኑ መጀመርያ ክንገብሮ ዘለና እቱ ፖለቲካዊ ሕውየት ካብን ናብን ሃደሽደሽ እናበለ መሰረታዊ ምንቕናቕ ዝፈጥረልና ዘሎ ፖለቲካና እዩ። ፖለቲካና።

ናይ መን እዩ እቲ መድረኽ? ታይ ቁምነገር ኣለዎ ተይኮነስ ናይ መን እዩ እቲ መድረኽ እናተባሃልካ እናሻተትካ ዝኽየድ ሕማቕ ባህሊ ፖለቲካ ኢና ነራምድ ዘለና። ትግራይ እትሓዊ ብደቃ እያ። ብደቃ እትሓዊ ከዓ ክንማየጥ፣ ኢንይን ክንበሃሃል፣ ክንናበብ እንተለና ጥራሕ እያ። በቢ እንደልዮ ክንከይድ ንኽእል ኢና ግን በብድደልዮ ክንከይድ ኣብ ሓደ ዓይነት ጎደና ምእታው ግን ከድልየና እዩ ሕጂ ተፈላላይና ኣብ ጸገም ምንጻር እዩ እኒሀ ኣብ መፍትሒ ኣፈለላይ ኣይፈጠርናን እስካዕ ሕጂ ኣብቲ መፍትሒ ንበጽሓሉ ነጥቢ ምይይጥ ኣይገበርናን እስካዕ ሕጂ ብጣዕሚ ብዝሕዝን ማለት እዩ እንታይ ዳኢና ንገብር ዘለና ጸገምናስ ታይ'ዩ ኣብ ዝብል ንጨቓጨቕ። ጸገም ከየነጸርና ድሕሪ ጦርነትስ ክልተ ዓመት ጌርና። ጸገምና እዚ'ያ ዝብል ሰብ የለን ዳርጋ ሕጂ። So እዚ'ዩ እዚ መጽናዕቲ እዚ'ዩ ጸገምና እውን ከነጽር፣ መንገዲ እውን ክእንፍት፣ Recommendations ወይ ድማ መፍትሕታት ዝኾኑ እውን ከቕምጥ ትጽቢት ዝግበረሉ ፎረም'ዩ ኢለ።
ሕፅረት ኣባይቲ ንምቕራፍን ቁጠባ ትግራይ ንምድንፋዕን ብፍሉይ ኣባሃሊ ዕቋር ምስራሕ ኣለዎ ተባሂሉ። እዚ ዝበለ ኣካያዲ ስራሕ ዋሕስ ሪል ስቴት ኢንጂነር ተወልደ ኣብርሃ ኣብ ሳልሳይ ዙር ጉባኤ እቲ ትካል ኣብ ዝተረኸበሉ እዋን እንትኸውን ትኹረት እቲ ጉባኤ ዓቕምታት ናብ ዝጭብጥ ረብሓ ንምውዓል ዝዓለመ ከምዝኾነ ሓቢሩ። ዋሕስ ኣብ ህንፀት መሰረተ ልምዓት ኮንስትራክሽን ኣድሂቡ ኣብ ዝተፈላለዩ ከተማታት ትግራይ እናሰርሐ ከም ዝርከብ ኢንጂነር ተወልደብርሃ ገሊፁ። ተወሳኺ ኣለና።
እቲ ትልሚ ንኽዕወት ካብ ሰራሕተኛታት ትካልና፣ ኣመራርሓ ትካልና ከምኡ እውን ኣባላትና ክንረኽቦምን ክንጥቀመሎምን ዝግባእ ዓቕምታት ንምንፃር ናሮሓ ንምውዓል ዝዓለመ እዩ እዚ ናይ ሕጂ ተቢልናዮ ዘለና ማለት እዩ። ብኮንስትራክሽን መዳይ ነዚ በጀት ዓመት ተታሒዞም ዝነበሩ ስራሕቲ እዞም ዝስዕቡ እዮም። ኣብ መቐለ ኣብ ዕስራ ዓሰርተ ሽዱሽተ ዓመተ ምህረት ህንፀቶም ዝተጀመሩ ህንፃታት ሓዊሱ ዓሰርተ ዝተፈላለዩ ንውሓትን ስፍሓትን ዘለዎም መንበርን መስርሕን ህንፃታት ክንሰርሕን ኣፈፃፅምኡ ዝምልከት እውን እቶም ዝተጀመሩ ናብ ሰብዓ ፐርሰንት ሓፍ ንምባል እቶም ካብ ሕዚ ንደሓር ዝጅመሩ ድማ ካብ ሰላሳ ክሳብ ሓምሳ ንምፍፃም ትልሚ ተታሒዙ እዩ ነይሩ። ብድምር እንትረኣ ሰለስተ ሳይታት ከም ምውዳእን ሓደ ህንፃ ድማ ንምፍራቕን ማለት እዩ። ኣብ ከተማ ሽረ እንዳስላሴ ዘሎ ድሌት ዓሚልና ኣብ ግምት ብምእታው እንተንኣሰ ኣብ ክልተ ቦታታት ህንፀት ንምጅማር ዝኸኣልናዮ ኩሉ ክንገብር ኢና ዝብል ትልሚ ተታሒዙ እዩ ነይሩ። እዙይ ናይ ዓመት ትልሚ ናብ ፍርቂ ዓመት እንትስላሕ እንተሎ ኣብ መቐለ ብጠቕላላ ሓደ ህንፃ ከም ምውዳእን ሓደ ከዓ ሰብዓን ሓሙሽተን ሚእታዊ ምብፃሕን ማለት እዩ። ምስ ትልምና እንትነፃፀር ኣብ መቐለ ሓደ ህንፃ ሙሉእ ንሙሉእ ኣብ ምውዳእ ካሊእ ህንፃ ድማ ዳርጋ ምስ ውዕል እንትበል እንተሎ ዓብዪ እዩ ግን ጂ ፕላስ ቴን እዩ ክሳብ ሓምሳ ፐርሰንት ሓምሳ ሚእታዊ ንምብፃሕ ዘኽእለናን ካልኦት ዘኽእለናን ካልኦት ሰለስተ ሳይታት ድማ ህንፀት ንምጅማር ኩለንተናዊ ስራሕትና ስለዝወገና ኣብ ሽረ ዘሎ ሳይትና ከዓ ካብ ምጅማር ሓሊፉ ስራሕቱ ብደንቢ እንዳተሳለጠን ስለዝርከብ ብድምር ፅቡቕ ዝባሃልን ብሚእታዊ እንተቐመጥ ከዓ ኣስታት ሰማንያ ሚእታዊ ዝበፀሕናሉ ዕድል ኣሎ። መንግስቲ ኢትዮጵያ ናብ ዓዲ ከይኣትዉ ክልኸላ ገይርሎም ዝነበሩ ጳጳሳት ናብ ዓዲ ክኣትዉን ኣብ መፃኢ ኣብ ዝካየድ ናይ ሲኖዶስ ጉባኤ ክሳተፉ ምፍቓዱ ኣብ ፖለቲካ ትግራይ መዘራረቢ ኾይኑ ኣሎ። መራሕቲ ሃይማኖት ትግራይ ዓዶም ናይ ባዕላ መንበር ክህልዋን ብዕሊ ድማ መንበረ ሰላማ ክምስርቱ ንዘገደዶምን ኢድ ኣእታውነት ነበር መሳርሕቶም ኣብ ውሽጦም እውን ብናይ ባዕሎም መንገዲ ሰፊሕ ኣፈላላይ ተፈጢሩ ምፅንሑ ዝዝከር እዩ። መንግስቲ ኢትዮጵያ ነዚ ኣፈላላይ ልቢ የዕብየ ክርእዮ ፀኒሐ ድሕሪ ምባል ሕዚ ግን ካብቲ ሲኖዶስ ብዝቐረበለይ ሕቶ መሰረት እቶም ወገናት ናብ ጉባኤ ክመፅኡ ዝሐሸ ዝበሎ ውሳነ ክውስን እየ ክብል ተደሚፁ ኣሎ። ቤተ ክርስቲያን ሓዊሱ ማሕበራዊ ትካላት ኣብ ህንፀት ሃገረ መንግስቲ ብዘለዎም ግደ ድጋፍ ክገብር እየ ዝበለ መንግስቲ ፌዴራል እዞም ኣብ ጀኖሳይድ ትግራይ ርኡይ ተራ ተፃዊቶም ብዝብል ዝኽሰሱ ጳጳሳት ብፍቓድ መንግስቲ ኢትዮጵያ ናብ ዓዲ ኣትዮም ዝነበረ ፅልኢቶም ክቕፅሉ ይኽእሉ እዮም ዝብል ስግኣት ይለዓል ኣሎ። ቤተ ክርስቲያን ትግራይ መንበረ ሰላማ መስሪታ ማእኸልነት እቲ መንበር ናብ ኣኽሱም ዝወሰደትሉ ሓደ ምኽንያት እዞም ኣቦታት እዚኦም ዝገብርዎ ናይ ኲናት ምልዕዓል ምዃኑ ብተደጋጋሚ ዝዝረብ እንትኸውን ንመዘኻኸሪ ክኸውን ኣውነ ጴጥሮስ ኣብ ፀልማት እዋን ንህዝቢ ትግራይ ዝተዛረብዎ ቆንጢርና ክነቕርበልኹም

ኣብ መወዳእታ፣ ቲቢኤስ ቲቪ ስሩዕ ፈነወ ካብ ዝጀመረሉ ግዘ ጀሚሩ ክሳብ ሕዚ በብወርሑ ፍሉይ ትኹረት እናፈለየ ቀንዲ ዋኒን ዜናን መደባትን ክኸውን እናገበረ ምምፁ ዝዝከር እዩ። ኣብዚ ወርሒ እዚ ወርሒ ሚያዝያ ድማ ቀንዲ ትኹረት ትካልና ምምላስ ተመዛበልቲ ዝምልከት ይኸውን። ተመዛበልቲ ሓምሻይ ኽራማት ይጽበዮም ምህላዉ ስዒቡ ስቓዮም ከይናዋሕ ብፍሉይ ትኹረት ምስራሕ የድሊ። ኣብዚ ጉዳይ'ዚ ግደ ተዋዕልቲ ስምምዕነት ፕሪቶርያን ተሓለቕቲ መሰላት ደቂ ሰብን ርብርብ ክገብሩ እናጸዋዕና ንሎሚ በዚ ዝስዕብ ትሕዝቶ ኽንዝክሮ ኢና።
መጀመርያ መራሕትና ኣብ ሓደ ክኾነሎም፣ ክስማዕምዐሎም፣ ክረዳድእሎም፣ ዘለዎም ኣፈላላይ ከጽብበሎም፣ ኣብዛ ሕዚ ግዜ ካብ ትግራይን ህዝቢ ትግራይን ንላዕሊ ኣጀንዳ ክህልዎም ኣይኽእልን። ክህልዎም እውን ኣይግባእን። ይመሃሩ ይሃፍትሙ ካልእ ይኹኑ ዘለዎም ኣፈላላይ ኣብ ውሽጦም ገይሮም ኣብ ደገን ኣብ ውሽጥን ዘሎ ህዝቢ ብሓድነት ክሰጥምን ክዳሎን ኣለዎ። ናቶም ሓላፍነት ከዓ እዩ ማለት እዩ። ንምንታይ ከም መጠን መራሕቲ ዘለዎም ናይ ሓሳብ ኣፈላላይ ዘለዎም ኣረዳድኣ ንጎኒ ገዲፎም ኣብ ሓደ ተስማዕሚዖም ብዛዕባ ትግራይን ብዛዕባ ህዝቢ ትግራይን ክሓስቡ ኣለዎም። ምክንያቱም ዘሎ ጭቡጥ ኣብ ተመዛባላ ይኹን ኣብቲ ካሊእ ህዝቢ ትግራይ ዘሎ ፀገም ይርድዎ እዮም ይፈልጥዎ እዮም ማለት እዩ። ስለዚ ስለ ህዝቦም ክሓስበሎም ካብዚ ንላዕሊ ዝህሉ ኣጀንዳ ክህሉ ኣይግብኦን ማለት እዩ። ስለዚ በጥቕልሉ እቲ ዘሎ ጸገማት ብጣዕሚ ሰፊሕ እዩ፣ ይፍለጥ እዩ። ህዝቢ ትግራይ ካብ ዞባ ምዕራብ ተመዛቢሉ ሕጂ ኣብ ፍቆዶ ቸንዳታት እዩ ተበቲኑ ዝሓድር ዘሎ ብንፋስ፣ ብፀሓይ፣ ብቁሪ፣ ብጥሜት፣ ብሕማም ማለት እዩ ይሳቀ እዩ ዘሎ ማለት ይሃልቅ እዩ ዘሎ መንእሰይ እውን ዓድና ገደፈ ዝፈትዎ ዓዱ ዝፈትዎ ወላዲ እናገደፈ ፍቆዶ ባሕሪ እዩ ዝሰጥም ዘሎ ፍቆዶ ፀገማት እዩ ዝኣቱ ዘሎ ማለት እዩ ኣዶን ኣቦን በቢእዋኑ ርድኡኒ ዝብል ኣውያት እዩ ዝሰምዕ ዘሎ ማለት እዩ ኣውያት እዚ ከዓ ገዲም ክኣክል ኣለዎ ከኸትም ኣለዎ ማለት እዩ ክቕፅል የብሉን ስለዚ መንእሰይ ዘይብላ ሃገርስ ክትተርፍ የብላን ትግራይ ማለት እዩ ብዘይ መንእሰይ ክትኸውን ስለ ዘይትኽእል ማለት እዩ ኣብ መንእሰይ ዘሎ ፀገማት እውን መንግስቲ ውርድ ኢሉ ትሕት ኢሉ ናይ መንእሰይ ፀገም እውን ክፈትሕ ክቃለስ ክሰርሕ ኣለዎ ማለት እዩ።
ክቡራትን ክቡራንን ዜና እዚ ዕለት ክትከታተልዎ ዝጸናሕኩም ይመስል ነይሩ። ምስ ተረፈ ምድላዋት ቲቢኤስ ሓቢርኩምና ጽንሑ። ሰናይ